ኣዜቤ ሕጂ ከኣ ብዕድመ ካብ ትሽዓተ ስጋብ ዓሰርተ ክልተ ዘሎ ቆልዑት ክዛረብ ደልየ ዘለኹ ካብ ትሽዓተ ስጋብ ዓሰርተ ክልተ እቲ ኩሉ ዝበልናዮ ብዙሕ ይፈልጡ እዮም፣ ብዙሕ ስምዒታት ኣለዎም፣ ዝመሃሩ ካብ ስድራ ቤቶምን ካብ ከባቢኦም ትምህርቶምን ኣብ ርእሲኡ ከዓኒ ካብ ውሽጦም ዝመጸ ነገራት ኣሎ። ንትምህርቲ ክኣትል ን ሃይስኩል ዝኣትውሉ ሰዓት እዩ ሕጂ መዓት ጸቕጥታት ኣለዎም ሓደ ናይ ልቦም ልቦም የ ናይ ልቦም ከማነ የ መዓት ጸቕጥታት ኣለዎም ናይ መሓዛ ጸቕጢ ኣለዎም ናይ ስምዒታቶም ኣሎ ጸቕጢ ናይ ነፍሶም ምቅይያር ኣሎ ሓድሽ ትምህርቲ ጉብዝና ደይምስምማዕ ምስ ፋሚሊ። ኣነ ዓብየ ኣለኹ እቲ ሆርሞን ስለዝርብሾም ኣብ ነብሶም ሓድሽ ሓድሽ ነገር ስለ ዝፍጥር ኣዋል ድሕን ኮይነን ጡብ ድዩ ፔሬዲክ መፀን ጀምር ፀጉሪ ኣርቲፊሻል ኣላ ኣብናተን ፕራይቨት ፀጉሪ ኣወዳት ከምኡ ነብሶም ስለ ዝቅየር ጨጉሪ ከዓ ስለ ዝወፁ ድምፆም ይስበር። እዚ ኩሉ ብሓደ ግዜ ካብቲ ዝነበርዎ ከም ስርዓት እዮም ዝወፁ ካብቲ ካብ ኣዲኦም ዝሕቆፍዎ ኣብ ኣቦኦም ኣብ ኩሉ ሕጂ ንሕና ሰብኡት ኢና ወያ ሰበይታት ኢና ዓቢና ሰብኣያ ሰብኡት እኮ ዘይኮነሲ ያንግ ኣዳልት ኣብቲ ያንግ ኣዳልት ናብቲ ናይ ቲንኤጀር ኤራ ስለ ዝቀራርቡ ዘሎ ኢምፖርታንት ክንርድኦም ክንክእል ኣለና ክንዕልል ክንከል ኣለና ምስኣቶም ሕፍረት ኣብ ስድራ ቤትን ውሉድን ክህሉ የብሉን እቲ ነፍሶም ስለ ዝደፍኦም ዋላ ተዋላ ስታት ገለ ኮይኖም ዘይኮኑ እቲ ነፍሶም ስለ ዝደፍኦም ብዙሕ ነገራት እዮም ክፍትኑ ዝደልዩ ዋላ ንሳቶም ተደይ ተለዩ ጸጥ ናይ መዘና ኣሎ እቲ ድዝዓበየ ሕጂ ክትዝረብ ክትዘራረብ ክትክእል ኣለካ፣ ክትመያየጥ ክትክእል ኣለካ፣ ምስ ጓልካ እንተኾይኑ ብዛዕባ ኮንትራሰፕሽን ክትዘረብ ክትክእል ኣለካ። ትፈልጥ ድያ እቲ ጥቕሙን ጉድኣቱን እንታይ እዩ? ኮንዶም መዓት ደዚዛት ኣሎ ኤድስ ጥራሕ ዘይኮነ ብዙሕ ብዙሕ ብዙሕ ብዙሕ ሕማማት ኣሎ። ን ከምኡ ን ምውላድ ብለሲን እዩ ሕማማት ኣሎ ግን ንክትወልድ ድ ጠጠው ዘብለካ ዳሕራይ ስለዚ ኣብዚ ሕማማት እዚ ክቃልዓ ንከይቃልዓ እቶም ኣወዳት ከማኒ ንከይቃልዑ ዲስከስ ክግበር ክኽእል ኣለዎ ድሕን ተዛራሪብካሉ ምናልባት ኢንተረስቲ ከማን ኣይኮኑን እቲ ብዝበለፀ ካብቲ ዝኣምንዎ ሰብ ከም መምህሮም ይኹን ኣቦኦም ወይ ኣዲኦም እዩ ክህቦም ዝኽእል ስትረንጀር ክህቦም ኣይክእልን እዩ እምነት ናብ ስድራ ቤት ስለ ዘሎ ድሕን ምስ ስድራ ቤቶም ደይማያየጡ ኮይኖም ደይዕልሉ ዲስካስ ዘይገብርሉ ድሕን ኮይኖም እዚ ኢምፖርታንት እዩ ካብ ምስመን እዮም ባዕሎም እዮም ክፍትኑ ኣብ ሓደጋ ክወድቅ እዮም ስለዚ ብሕልፊ ናይ ለውጢ ሰዓት ስለ ዝኾነ ናይ ግድን ብቶፒክ ብቶፒክ ክዕለል ክኽእል ኣሎ ወዲ ተደኣ ኮይኑ ፍቅሪ ድሕን ሒዝዎ ንመንፋንስ ይገብር እንታይ ክኸውን እዚ ኩሉ ክዝረብ ኣሎ ከምቲ ብንኣሽቱ ትዛረበሉ ምስ ዓበዩ ሲሪየስ ከምካ ክትዛረበላ ትኽእል ኣለካ ኖ ኖ ወደይ ብስነ ስርዓት ገይረ ኣዕብየዮ ብኸምኡ ዕላላት ኣይዓልልን እዩ እሱን ትምህርትን ጥራሕ እዩ ያ ንሶም ትምህርቶም ትምህርቶም ናይ ግድን እዩ ክመሃሩ እዮም እሱ ሓደ ጸቕጢ ኣለዎም ናይ ምፍላጥ ብዙሕ ነገር እዮም ዝፈልጡ እቲ ዝፈለጥዎ ክደራጋግጽሉ ከዓኒ ኣብ ገዝኦም እዩ ገዝኦም እቶም ዝፈትዎም ስለ ዝኾኑ እቶም ስድራ ቤቶም ንሳቶም ማዕረ ኣምላኾም ኢሎም ስለ ዝኣምኑ ካብኣቶም እዮም ዘራጋግጹ። ናታቶም ሮል ሞዴል ስድራ ቤቶም እዮም ስለዚ ብሕልፊ ብሕልፊ ብሕልፊ ኤርትራውያን ቀልጢፎም እዮም ዝበልሑ ማለት ብዙሕ ነገር ስለ ዝርእዩ እቲ ኣተዓባቢ ኣሎ እቲ ብዙሕ ብዙሕ ፒክ ይገብሩ እዮም ከም ውሽጦም ከዓኒ ካብ ወለድ ካብ ወለድታት እተመሓላለፈ ነገር ከዓ ኣሎ ስለዚ ንኤርትራዊ ወይ ከዓ ኤርትራውያን እዚ ኣይፈልጥዎን እዮም ኢልካ ክትብለሎም ኣይትኽእልን ኢኻ። ስለዚ ደቅና ቀልጢፎም ስለ ዝበልሑ ልሙድ እየ ብዓድና ቢያንግ ዘመርዐዎም ስለ ዝፈልጥዎም እዮም። ስለዚ ክነዕልል ኣለና። ድሕን ፍቕሪ ሒዞም ሽግር ኣይኮነን። ፍቕሪ ድሕን ሒዞም ዝደፍቀሩ ሰብ ጓልዲ ወዲ ኣበይ ኣሎ ሽግር ድሕን መፂእ ገዛ ድሕን ርኢኻዮ ከማን ወላ ሓንቲ ኣይገብሩን። ተፃዊቶም ተሳሒቆም ቪድዮ ዶ ይርኦም ይኸዱ ስለዚ ክታክል ክግበር ክኽእል ኣለዎ እዚ ናይ ግድን ክዝረበሉ ክኽእል ኣለዎ ሽግር ኣይኮነን ቆልዓ ፈረድሕን ሒዝዎ ሕዘካ እንድዩ ሕዘካ እዩ ልሕዘካ ዋላ ዓበይታ ውን ሕዘካ እዩ ግን ኮንትሮል ትገብረሳቶም መጀመርቶም ስለ ዝኾነ ሓንሳብ ድሕን ፍቅሪ ሒዞም እሱ ናይ መጀመርትን ናይ መጨረሻን ኮይኑ ስለ ዝስምዖም ክትሕግዞም ክትገል ኣለካ ዋላ ምስ ማሓዞም ተተባኢሶም ናይ መጨረሻ ተባእሱ ኮይኑ ተሰሚዕዎ ሚድ ዓለም ትፅልምቶም ግን ኣይኮነን ከምኡ ከዓ ፍቅሪ ድሕን ኣፍቂሮሞ እቲ ምሽዑ ደስ ዝበሎም ንኩሎም መዓልቲ ምስኦም ክነብር ማለት ኣይኮነን ግን ኣክሲደንት ከይርከብ ጋይድ ክግበሩ ክኽእሉ ኣለዎም ኣቤለ ሽግር ድሕን ንጓልካስ ብመከላኸሊ ተዛሪብካ መከላኸሊ ትዛረቦ ጥቕሙን ጉድኣትን ካ ትዘራርብ ምክንያቱ እቲ መከላኸሊ እንታይ ኣለዎ ስለ ዘይፈለጥ ንምንታይ እዩ ነቲ ቦዲ ናትና ከዓኒ ምሳና ይሰማማዕ ድዩ ብኣና ድዩ ተፀኒዑ ክፍለጥ ኣለዎ ስለዚ እዚ ድሕን ኦፕንሊ ተዛሪብካ ምስ ወላድካ እቲ ውላድካ ከማን ካባኻ ንላዕሊ ስለ ዝፈልጥ ኣይትንክፎን እዩ። እቲ ጥቕሙን ጉድኣቱን ክል ክዝረብ ክኽእል ኣለዎ። ንሓደ ሰብ ፈቲሓዮሲ ምስኡ ሴክስዋል ሪሌሽንሽፕ ምግባርሲ እንታይ እዩ ጥቕሙ? ጥራሕ እጅ ኪሊን ኬሚስትሪ እዚ ክን ክንገሩ ክኽእሉ ኣለዎም። ግን ንሓደ ሰብ ድሕን ፈቲኖ ከይደን ሲኔማ ኣበይ ኣሎ እቲ ሽግር? ከይደን እንዳ ካፌ ኣበይ ኣሎ እቲ ሽግር? እስቲ ኣወታ መጺኦም ሻሂ ሰትዮም ይኸዱ። ኣብ ትሕቲ ጽላል ውላድካ ኣብ ትሕቲ ጽላልካ ክኸውን ጽቡቕ እዩ። ድሕን ብዛዕባ ናይ ሴክስ ኣዕሊልካዮም ብዛዕባ ናይ ፍቕሪ ኣዕሊልካዮም ንዕኦም እዉ እዚኦም እባ ይፈልጡ እዮም ኢሎም እዮም ድራዳድኡኻ የዕሉልኻ ድፈልጥዎ ምሳኻ ሸር ይገብሩ ስለዚ እቲ ድበለጸካ ውሕጅ እንታይ እዩ ምስ መጸ ውሕጅ ከመጸ መንገዲ ጽረግ እንድዩ ብጌንኡ ከነዕልሎም ክንክእል ኣለና እቲ ኣይ ኣብቲ መንጎ ኮይኑ ድጋርደና ንኸይነዕልል መቸም እታ ክስበር ክኽእል ኣለዎ ኣብቲ ውሽጢ ከይኣተዉ ከለዉ እንታይ ዓይነት እንታይ ዓይነት ጓል ኢኻ ትደሊ እንታይ ዓይነት ወዲ ኢኻ ትደሊ ኣነስ ከምዚ ምደለኹ ከም ድደለኻዮ ደኣ እምበር ኣነ ኣቦየን ኣደይን እንዳሓረየ ሓቂ ሓቂ ምዝራብ ሽዑኡ ኖርማል እዩ ባይሎም ድሌቶም ዝዛረቡ ሽግር ኣይርከብን ሓንቲ ኣነ ክዛረበላ ደልየ ደለኹ ኣብዚኣ ናይ ቲንኤጀር ካብ ነፍሶም ስለ ዝቕየር ወላ ከማ ናይ ፊዚካል ክዳፋፍኡኻ ክኸእሉ እዮም ምክንያቱ ኣይፈልጡን እዮም እንታይ ገብሩ ንሕብኡ እንዲና ሓሊፍና ምስ ዝኹሉ ፀቕጥታት ምስ ዝኹሉ መቕፃዕትታት ንሕና ንቕፅዖ ከማን ብዓይኒ ድዩ ብገለ ከማን ሲ ንእሽተ ኮረፍረፍረፍ የብለና የብለና እንድዩ የ ኮረፍረፍ ትብል ኢኻ ወይ ተሓረቕ ወይ በይንኻ ኮፍ ትብል ገለ ምታት እዚ ኩሉ ቻላንጅ ክትገብር ክትተሓታተት ክትብል ስለ ዘይትኽእል ኢኻ ኣብዚ ግን ክሓት ትኽእሉ እዮም ክምለሰሎም ክኽእል ኣለዎ ድሕን ደይመለስካሎም ወረጃ ጓል ወራዘ ተባሂልካ ግን እንታይ ኾን ትቆልዓ ከይዱ ሽጣሮ እዩ ዝድውል ካብ ኣዲኡ ናብ ቡን ምስማዕ ዶ ይበልጽ ወይ ከዓኒ ንሕና ኣብ ዓድና ከምኡ ኣይንገብርና ደቀይኩም ክገብሩ ኖ ይገብሩ እንታይ ምስ ይገብሩ ክገብሩ ሰናወልት ከማን ክገብሩ ኣለዋን ድልየትን ዓሰርተ ግዜ ክገብሩ ኣለዋን ከዓ ዋይ ኖት ስምዒት ክህልወካ ኖርማል እዩ ግን ክእለ ኣለዎ ኣበይ ከመይ እቲ እቲ ፍቕሪ ድሕን ፈቂረን ናታተን ወላ ሓንቲ ኣብ ዝኾነ ከፍቅረኻ ኣላያን ግን ምስቲ ናትና ሶሳይቲ ምስ ናትና ብሊቭ ኢዚ ናትካ ናትካ ወዲ ዓድኻ ኤርትራዊ ኤርትራዊ ዝኾነ ዓሌት ኣብ ናቱ ድሕን ኮይኑ ለስ ፕሮፕሌም ማለት እዩ ንዝኾነ ነገር መፀ ሽግራት ይቀለሎም ማለት እዩ እምበር ዋላ ሓደ ደስ ዝበለካ ገብትካ ዲኻ ግን ድሕን ተነጊሮም ንምንታይ እንታይ ንምንታይ ድሕን ገሊፅካሉ ሓደ ዓይነት ሃይማኖት ክትከውን ሓደ ዓይነት ወዲ ዓዲ ክትከውን ሓደ ዓይነት ላይፍ ክስታ ይኾንልካ እቲ ሽግር ሲ ይቀለልካ ጥራሕ ኢልካ ዶ ተረድኦ ይቀለል እምበር ወላ ሓንቲ ካብ ጸሊም ትወልድ ተኽሊኻ ካብ ጻዕዳ ትወልድ ተኽሊኻ ካብ ዓረብ ክትወልድ ተኽሊኻ ወላ ሓንቲ ግን እቲ ቆልዓ ምስ ተወለደኸ እቲ ሪሌሽንሽፕ እቲ ፍቕሪ እቲ ናትካ ኮሚኒቲ ንእሽተይ ኮሚኒቲ ትፈጥሮ ግን ናትካ ተደኣ ኮይኑ ኣብ ሆሊደይ ትራኸብ ዋላ ድሕን የላኻን ብሓንሳብ ከማን እዚ ኩሉ ክትገልጸሎም ክትክእል ኣለካ መኣታን ሓንጎሎም ኣስፊሑ ክሓስብ ኣስፊሑ ድሕን ሓሲቡ ሓንጎሎም ጽቕጥ ድሕን ጽቕጥ ኣይልካዮ ጽቡቅ ኣይኮነን እዩ ኣስፊሕካ ናይ ጽባሕ ናይ ዓሰርተ ዓመት ናይ ዕስራ ዓመት ትገልጸሎም ካብዚ ናይ ዕስራ ዓመት ተዘረብካሎ ናይ ሓደ ዓመት ድሕን ትወሲዶም ሞር ን ኢናፍ ሓደ ክእለት ናይ ኣንደርስታንዲን ናይ ቆልዑት ዓቢ እዩ ክነዓቅ የብሉን ንስኻ እንታይ ኢኻ ካባኻ ንላዕሊ ወይ ካባኻ ንላዕሊ ፈልጡ ንሕና ንፈልጦ ንፈትዎም ኢና ደቅና ግን ክንኣልዮም ክንክእል ኣለና ፍቕሪ ዓብ ነገር እዩ ዳስዋይ ብዙሕ ሮንግ ዘይከዱ ብዙሕ ፍቕሪ ስለ ዘለዎም ንኩሉ ኣብ ደገ ካብ ብፍቕሪ ስለ ዝገጥምዎ እቲ መዓልታዊ ናብርኦም Yeah ከምኡ ኢለ ኣነ ዝኣምን ብዙሕ ፍቅሪ ኤርትራ ውያን ስለ ደቆም ዝህቡ እዩ እቲ ፍቅሪ ድሕግዞም መሬት ግን ጥዑም ገይኖም ክስምዖምን ከምቲ ድልየቶም ክቀያይርዎ ከነስንቆም ክንክእል ኣለና እቲ ነስምዖም ከዓ ፍቅሪ ጥራሕ ዘይኮነ ኖለጅ ክንቦም ኣለና ኦፐን ክንከውን ኣለና እቲ ደሎ ኣብ መሬት ድስካስ ክግበር ክኽእል ኣለዎ ብምስጢር ተኾይኑ ብዙሕ ነገር እዩ ዝበላሾ። ኦፐንሊ ዋላ ሓንቲ ሽግር የለን። ድሕን ብፍቅሪ ቤት ፍር ቆልዓ ክውለድ ድኸእል ኮይኑስ እንታይ እዩ ሽግር ብፍቅሪ ምግባር? እቲ ዕድሚኦም ግን መእታን ክጸንሑ ንጥዕንኦም ክብሃል ክተዕልሎ ክትክእል ኣለካ ትዕለል ዕለል ኖም ኣይኮኑ ኖርማል ይከውን ማለት እዩ ኦኬ ቻው እንታይ ኮነ እዚኣ ጠፊኣትኒ ኣላ ምስለኒ እዚኣ ኮምፒተር ናይ ጓለይ።